ሰላም ንተኸታተልቲ ምዞሎ ኢንተርተይንመንት ናይ ሎሚ ዛዕባና መልቀስን መላቐስን ኣለቓቕስኡን ዝብል ኣርእስቲ ገለ ክንብል ኢና መልቀስ ሓደ ካብቶም ዝውቱር ባህልና ኣብ ሓዘን ኮይኑ ኣብ ዝተፈላለየ ቦታ ናቱ ዜማን ቃናን ናቱ ፍሉይነት ዘለዎ ጥንታዊ ያታና እዩ። ኣብ መልቀስ ጣዕሚ ጎረሮ ናይቲ ኣልቃሲ ማለት ገሊኡ ልዙብን ዝማርኽ ክኸውን እንከሎ ገሊኡ ድማ ዕንጭራር ዝጥዕም እዝንኻ ዝኹርኩር ዓቕልኻ ዘጽብብን ኢድካ ጌርካ ኣፈን ዕበሰን ዝመጸካ እዋን ኣሎ። ኣብ ሃገርና ዋላኳ ዝውቱር ኣይኹን እምበር ገንዘብ እናተኸፍላ መዋቲ ጓንኤን ክንሱ ልክዕ ከም ስጋ ሓመድ ዘርኣን ናብ ቀረባ መቕርብን ኣልቂሰን ዘላቕሳ ንሱ ጥራይ ዝስርሐን ናይ ሓዘን ባንድ ኣለዋ። ይኹን እምበር ኣብ ሃገርና ከም ስራሕ ዝሓዘኦ ገንዘብ ዝኽፈላ ይኹና እምበር ንዝደኸመ መልቀስ ዘበራብራ ኣልቀስቲ ኣለዋ። መልቀስ ዘይትኽል ሰብኣያ ዝሞታ ሰበይቲ ኣልቃሲት ጸዊዓ እግሪ እግራ ስዒባ ክተልቅስ ተኣምራት እዩ። ቀደም ዘበን ፍሉያት መላቐስትን ማሰኛታትን ኣብ ግዜ ሓዘን ነቲ ሰብ በቲ ዝነበሮ ጽቡቕን ሕማቕን ባህሪ ወየ ኢሎም የልቅሱ ነይሮም እዮም። ብዝኾነ ሕጂ ምስዚ ናይዚ ዘበንና ዝተኣሳሰር ኮይኑ መላቐሲ መልቀስን ኣለቓቕሱን ዝብል ዛዕባ ሒዝና መጺእናኩም ኣለና። ዞሎ ኢንተርተይመንት።

ንሒማኣን ኣቦ ሓሙሽተ ደቃን ዝኸውን ብኽያት ዝኽስብ ወይለይ እዛ ገነዝሲ ኣንቲ ብኽያ ዲቢ ቐሊብ ተረካቢ ጌርክያ ዋ ኣቲ ስቕ በል ብሓደ ኣፊቱ ኪዳኔ ናይ ፈለማየ ኣቦ በራውር ደቄ እንዳበለት ምብካይ ዝኽስእ ወይ እዛ ገነዝሲ ንዓኣ ምሓሻ ትርእያ ዘየለኸን ንውሽጣ ጌራቶ ተሓሚሳ ዋእ ዋእ ኣቲ በጃኺ ኢለኪ ስቕ በሊ እሞ ውይ ምባልሲ ክስእል ኣንቲ ገነተይ ኩሉ ከኣሊ እዩ ዝኽእሎ ዋ ዋ ነቲ ውይ ምባልሲ ምኽኣልኪ ኣልዎ እሞ እኮ እንዳ ኣርኣንቲ ኮንኪ ዘይትብልላ ነበርኪ ዋ ወ ኣነስ ውይ ክብላላ ትብሊ ወ ትበል እንዲኺ ክትብሊ ዘለኺ ስቕ በሊ
ውይን ከብድኻ ዝበልዕ መልቀስንሲ ኣብ ውሽጢ ዓቑረዮ ንመዓስ ምኾነኪ እዩ ምበልክላ ነይርክ እሞ እሳ እውን ደድሕሪኽ ምበለት ነይራ ኣቲ ስቕ እንትብሊ ስቕ እስከ በሊ ግዳ ዘኪርክኒ እንታይ እዩ ዝኸ ዋይ
ሓደ መላቐሲ መልቀስ ኣሎ። እዋ ኣታ ኢያ ክትብሊ ዘለኺ ጓለይ። እዋ እዛ ዝብለኪ ከመይ ዝበለ ሰብኣይ መላቐሲ። እንታይ ኢያ ክትብሊ ዘለኺ ጓለይ ሰብኣይ ከኣ። ሰብኣይ ተበሉኺ ከ ከመይ ዝበለ ሰብኣይ። ሓንሳእ ድምጹ ናይ ዘይተቐንጨጨት ጓል የምስሎ ተደልዩ ናይ ወሊዳ ዝወደአት የምስሎ ከም ድላዩ እዩ ዝገብሮ። ኣታ ኢያ ክትብሊ ዘለኺ ጓለይ ሰብኣይ ጭሕሚ ዘለዎ ኣብ ገጹ። ኖኖ ገረብ ሳዕሪ ዘብቁለባ ግዳ። ስምዕኒ እሞ

ሃሎ መን ክብል ሓቂ እንዳመላቐስ መልቀስ እንድዩ ትኽክል ኣለኽ እሞ መልቀስ ነይርና መዓስ ዝሞተ እዩ ኣይ ሓድሽ ሓዘን እዩ መዋቲ ሰብኣይ ድዩ ሰበይቲ ወይ በዓል ቤታ እዩ ንኣኸ ድዩ ዋ ኣይኮነን ንዓይሲ ኮነ

ከመይን ብኸመይን ዳኣሉ ናይ ውሽማ መልቀስ ዋእ ኣቱ።
ንብዓትካ ንውሽጢ እናፈሰሰ ብሕቡእ ቃላት ስለ ተንፍሰሉ። ከመይ ማለት ኢዩ ከ እቲ ንብዓትካ ብውሽጢ። ኣለኪ ድዩ? እንታይ ውሽማ? እወ
ኣመና ተገዲስክልና። ዋእ እንታይ ዝኸውን ምሹማ ዳኣሉኸ። እቲ ሒማይ ማዓረይ ደው ይበለለይ። እንታይ ደኣ ከምዚ ኣማረ ኢልክተ ጣይ ክብሉ። ዋእ ተገሪመ ወደይ። ሐራይ እስኪ ናብቲ መደወሊኺ ዶ ንእቶ። ዋእ ሐራይ ደይ ባዕልኻ ኢኻ። ሓቂ እዩ ናይ ጓል መንገዲ እንዲኺ ኮለል ኣብዚሕኪ።
ሃሎ ሃሎ ኣለኺ ዶ ምሳይ። እወ ኣለኹ ኣለኹ። እሞ ክሓተኪ እየ። ዋእ ዝኹሎ ተኾይኑ ደኣ ሐራይ ሕተተኒ። ሓዚ በሊ
መዋቲ ይሰርሕ ዶ ነይሩ? እዋእ ኮፍ ዝበሎ እባ በዝሕ። ስራሕ ስኢኑ ድዩ ዋላስ?
እዋእ ትህኪት እባ። ጠባዩ ከ? ጠባይሲ ሽሮ ቀብሪ እዩ። መስተ ከ ይሰቲ ዶ ነይሩ? ገንኢ ገንኢ ገንኢ ገንኢ ንጉሆን ምሸትን ኣብ መስተ። ንሓዳሩን ንደቁን ከ ከመይ እዩ? ጓና እዋእ ኣንቲ ካን እምበር ዕርቃኑ ውጺኽዮ? እንታይ ዝኾነት እያ ኣፍ ኣፍ ክትዛረብ ዘላ። ሓንቲ እላ ኣብዚ ጎነይ በጃካ ኢለካ ሓቂ ትጸልእ ሰበይቲ። ኣበይ ኣሞታ ተሌፎን። እንክ በል እንክ ተዛረብ። ግዲ ዋእ ታሕልክ ግዜ ሞትን ከኣ ከኣሊ
ኣብያ ትክዶ። ዋእ
ኣብያ ትንዋ ደይ ኣብዚ ብጎነይ ኮይና ሰብ ዜናቱ ምሃብያ ትፈቱ።

ንፅዋርሲኒ ያኸ ዋእ ንዓባ ሓፍቲ እኳ እያ እንታይ ደኣ እሞ ክትብለ ትፅበ ፀኒሕካ ኩሎም ኣሕዋት እንዲዮም ከምኡ ዝብሉ ነይሮም ስምዓኒ እንዶ እንታይ ደኣ እዚ እኮ ሓዘን እዩ መርዓ ኣይኮነን ክስሕቁ ክዕልሉ ኮንፌት ሃበኒ እቲ ቶርታ ኣጋይሽ ኣብያ ኣለዉ ገለ ክብሉ ትፅበ ፀኒሕካ እሞ ብርሃም ቆንጠ ጠፈስ ምስ ኩሉ ሰብ ኣብ ኩና ዝነበረ ምስ መን ሰብ እስከ ተሳኒ ይፈልጥ ያዞል እዚ ሓዘን እዩ ሓዘን ከዓ ናቱ ስነ ምግባርን ናቱ ስነ ስርዓትን ኣለዎ እዚ ክንሰምዖ ዝፀናሕና ንኣዳን ወደሳን ፈፂሙ ፈፂሙ ነብርሃም ኣይምጥኑን
ኣነ ናትካ ዝገርመንስ ብዝኸውን ዘይከውን ክትካታዕ ትውዕል ነው። ኣነ ብዘይከውን ነገር ተኻቲዐ ኣይፈልጥን። ዋይ ኣብዚ ጉዳይ ምስ ሓሙባ መዓ ሰባት እዮም ዘለዉ። እስኪ ሕራይ እንታይ ትፈልጦ ኣለካ? ዝፈልጦ ጉዳይ ዶ ዝፈልጦ ጉዳይ ዶ ኣመል እዩ። ሕራይ እስከ ንገረና እስከ ምስ ሓፍቱ ዝነበሮ ጉዳይ ዘይምውድኡ ካብ ኪያ ዝፀናሕኹማ ንሱ ይመስለኒ። ውይ እንታይ መዓልቲ እዩ ወደይ። ጉዳይ ዲግ ኣውት ጌርካ ምውፃእ ስራሕ ኢልካ ሒዝካ ኣለካ። እንታይ ምቑዓት ኣድልዎ?
እዚ ኩሉ ሰብ ሰሚዑ ዝመነዎ ወረ ኣይሰማዕኹዎን ጥራይ ከይትብለኒ። ስለ ዘየውሪ ሲ ክሰምዓ ኣይክእልንያ።
ሞኬ ወረኛ ኢኻ ማለትካ ሕጂ። ኣነ ከምኡ ይወጸኒ ስለ ዘይሰማዕክዎ እስከ ንገረን ሓረይ። ሕጂ ክሰምዕ ጀሚርካ ኣለኻ ወረኛ ክትከውን ደሊኻ ኣለኻ ማለት እዩ።
እይ ግደፎ ኖኖ ደሓን ደሓን ግደፎ ከም ቀደም ይሕሸኒ ኣብዚ ዘይምልከተኒ ጉዳይ ክኣቱ ይደሊ ደሓን ደሓን ደሓን ንዝኾነ ነገር ስምዓዮ ክንዲ ክሰምዖ ይደልን እየ እዋ ክሰምዖ ይደልን እየ እዋ ክነግረካ ደልየ ከመይ ጸኒሕካ ኣይደለኹን ክሰምዕ ከኣ ኣይደለኹን ዘለኹ እንታይ ኮንካ ትሓርቕ ኣለኻ ዋ
ኣይሕርቕን እዩ ዝጉዳይካ ግድን እምበር ትሓርቕ ኣና ኣና ኣና ውሰደና ብጃኻ
ዕድመ መዋቲ እዩ ወይ ዕድመ ሲ ምኹሚኹዎ እዩ ብገምጋም ክንደይ ይገብር መንእሰይ እኳ ኣይኮነን። ካብ ስሳን ሓሙሽተን ክሳብ ሰማንያ ዓመታት ዘሎ ዶ ይኸውን? ናውታት ገጹ እዩ። ቀጢን ድዩ?
ዋእ! ኡፍ ኢልካዮ ሓሙሽተ ሜትሮ ተርሕቖ። ሓሚሙ ድዩ ነይሩ? ኣታ ኣታ መዓስ ቀጢዑ ይፈልጥ?
ምስ ሰብ እንታይ መዕወሲ ነይርዎ? ንልግስን እንኩም ምባልን ፕሪሞ እዩ። ደቁ ብጥምዮም ከለዉ ድዩ እንኩም ዝብል። ተረኺቡ ኣሜርካ ተሲኢኑኻ ታኒካ። ኣይ
ግደፍና እስኪ በጃኺ።
ኢሂ ተጋግየ ድየ። እሞ ተጋጊኺ ኣሜርካ እንዳ ለጋሳ ድያ። ኣንታ ደይደሉና ኢና ደገምና። ዓለም ዕግርግርን ኩናትን ኣእትዮምላ ዘለዉስ ለጋሳት።
ኣንታ ኣየናይ ኢልና ዩ ባዓል ኣና ሓፍትኻ። ከማኺ ዓሻ ሓፍቲ ይብለየን። ወይለከ ናባይ ተገምጢሉ። ይግበኣኪ እዩ ጉሰምያ ጥራይ።
እዋይ። ፈጺሙ እዩ ሕንክል ሕንክሊት እዩ ዝኾነኪ።
ሞኬ ትርዳኣኒ ኣለኻ ዲኻ እዚ እሞ ባህሊ እንታይ ክትገብሮ ደሊኻ። ሰብሮ
ከመይ ማለት? ዝኾነ ነገር ኣብ ውሽጥኻ ምስ ሰረጸ እዩ ባህሊ ዝቕየር። ግን ክነግረካ እንዶ እዚ እኳ ባህሊ ማለት ዝኾነ ነገር ኣብ መገድና እንገብሮ ጋይድ መግበሪ ንበሎ እስከ። ክሓተካ ዶ? ካብ ሕቶ ደኣ መዓስ ኣዕሪፍካ ትፈልጥ ሓርያ ሕተተና።
መናይ ሓሳዊ? ካባይን ካባኻን? ኣይኮንኩን ካባኻን ካብ ባህልን እምበር። ዋእ
ኣብ ባህላኻ ኣይተረደእን። ንሕና ዲና ሓሰውቲ ወላ ባህሊ እዩ ማለተይ?
ንህኩይ ጻዕራም ንመዕገርገሪ ህዱእ ንዓሻ ለባም ንርጉእ ለዋህ ንነፋግ ከኣ ለጋስ ከምኡ ንብል ባዕልና ኢና መስለና። ባህሊ ግን ከምኡ ኢሉ ኣየገድንዩኖ።
ጽቡቕ ኣለኻ ግን ናይ ግድን ከምኡ በሉ ዝብል ባህሊ የለን። ግን ባህሊ'ዩ ዝበልካኒ ንስኻ ኢኻ። ኣታ ስምዓኒ እንዶ ውርዙይ ዝኾነ እኳ ባህሊ ኣቦታትና ኣለና። ንሓዋሩ ንዝፍለየካ ሰብ ውሽጥን ውሻጡን ጎርጊርካ ኣውጺኻዮ እንታይ ትረኽበሉ እስከ? እሞ እዚ ሙስሊ ኣበሃህላ'ዩ።
ኣታ ወዲ ብኸመይ ከረድኣካ? ንዝሞተ ሰብ ከምዚ'ዩ ኔሩ እንተበልካስ ንመን'ዩ እስከ? ንመን ዲኻ ትበኪ ዘለኻ ንዕኡ እምበር።
ንሱ ደኣ ኣበይ ክሰምዐካ ወሪድዎ እቲ ዝግበር ብኽያትን መልቀስን ነቲ ሰማዕን ረኣይን እዩ። ስለዚ እቲ መቕርብ ክርእየልካ ትበኪ ክሰምዐልካ ድማ ትውድስ ማለት እዩ። ኣታ በጃኻ ተረደኣና እባ ጣውላ እኳ ኮይንካ እዚ ሓጺን በቃ ተቐይርካ።
መሕታተይ ድዩ ዓቕልኻ ወዲእካ?
ዓቕለይ ዘይወዳእኩ ግን ስማዕ ክነግረካ። እሰምዐካ ኣለኹ ቀጽል።
መን እዩ ንመዋቲ
ሕሉፍ ታሪኹ ተንትን ምዘን ዝበለካ? ናይቶም ዘይከውን ዝዛረቡ እምበር ኣነ ዶ መዚነ? እሞ ሰብ ዘዝነበሮ ዘይዝረበሉ ምባልካስ ሚዛንካ ዶ ኣይኮነን?
ኣብቲ ሰብ ዝተዛረቦ ርእይቶኻ ምግላጽ ጌጋ እዩ? ክነግረካ ሓንቲ ኩሉ ውሽጥኻ ጌርካ ስለምንታይ ዘይበኸኻ ስለምንታይ ከምዚ ኢሉ ዘየልቀሰ ንምንታይ ከምዚ ዘይበለ ዝብለካ ሰብ ኣሎ
እሱ ዳኣ እወ ሓቅኻ ኣለኻ ግን እዚ ናትና ነገር ይገርመካ ምሽ ኣታ ወዲ ኣይትገረም ንኸይትገረም ደይኮንና ብዙሕ ተዛሪብና
እሞ ኣነስ ደይ ንሱ ዝገርመኒ ደሎ እዚ ምግራም ኣይኮነን እንታይ ዳ እዚ ምጉርምራም እዩ ዝኸውን
ኣኽለ ከብል ኣይትፀረፍ
ዘይተፃረፉ
ሕራይ እስኪ በሊ ናብ ዘምጻና ዶ ንእቶ። ዋእ ኩሉ ባዕልኻ። እዚ መዋቲ ሎሚ ኣይኮነን መይቱ። መዓስ ደኣ?
እዚ ደኣ ከሎ እንድዩ መይቱ። ከሎ እንተ ትነግርኒ ግን ግቡኡ እናሃብኩ መልገስክሉ ነይረ። ንዘሎ ምስ ትንፋሱ ደኣ ተልቅሰሉ ዲኻ? ኣውራ ምስ ትንፋሱ ዘሎ ተልቅሰሉ እምበር። እዋይ ጉዳ!
እንታይ እንዳበልካ ደኣ ልቀስ
እሞ ናይ ህወኻት ብዘይ ዜማ ዶ ከስማዓኪ ብዘይ ዜማ ደኣ እንታይ ክጥዕመኒ ዜማ ግበረሉ ዜማ ናይ መልቀስ ኣብ ዘይከውን ግዜ ነውፀሉ ኢና ምክንያቱ ክስረቀና ስለ ዝክእል እንታይ ክስረቅ ክትስረቕ ኢልካ? እወ ቅድሚ ሕጂ እኮ ብዙሕ ተሰሪቕና እዩ። ኣብ ስራሕና ከኣ ክንደይ ሃጓፋት ፈጢሩ። እሞ ክትስረቑ ከለኹም ብኮፒራይት ዘይትሕዝዎ?
ሓንሳብ ምስ ወጸ እሞ ኣብ ምትሕሓዝ በጺሕካስ ስቕ ኢልካ እዩ።
ደሓን በል ሕራይ ብዘይ ዜማ ኣስምዓኒ። መን እዩ ነይሩ ሽሙ?
ሽሙ ደኣ ሃብተ። ሃብተ ሕልኩስ ዳንጋላኻ ሃብተ ሰነፍ ዳንጋላኻ ሃብተ ሰኽራም ዳንጋላኻ ሃብተ ከንቱ ዳንጋላኻ ንደቅኻን ሓዳርካን ጓኖም ካብ ኮንካ ምስ መስተን ሽጋራን ካብ ተፋቐርካ ስራሕ ጸሊእካ ብትህኪት ካብ ከነብካ። ክሳዕ ሕጂ ምጽናሕካ እኳ መሕተተካ ኣይትኣውዮን እምበር ብሂወት ዘይነበርካ ሓመድ ከይተደበኻ ስሜትካ ኢኻ ኢልና መልቀስናሉ ኔርና እይ ከመይ ከብዲ ሰብ ትበልሕ ዶ እዚኣ። እውይ
ዋይ ብጣዕሚ ኬፍ ኣለዋ። ሃዲ
ንመልቀሲ ኬፍ ኣለዉ ትብሊ። ማለትሲ ጽብቅቲ እያ እየ ዝብል ዘለኩ። ባዕለይ ዜማ ጌረ ክሰምዓ ስለ ዝጸናሕኩ እየ እኮ። ኣሃ ተረዲኤኪ ኣለኹ። እዋይ
በል ሐራይ ሕጂ ዝሰማዕክዎ ሲ ከይሞተ እዩ ከምዛ ሕጂ ዘለዋ ምስ ሞተ ከዳኣ እንታይ ኢልካ መልቀስካሉ ማለት እዩ። እዚ ከማን ተፈቲኺ ኢኺ ክሳብ ሕጂ ዝሕለልኩኺ።
ዋእ ኣንታ በጃኻ እንዶ ንገረና ሕጂ ተሌፎነይ ሼር ሳብስክራይብ ኣብ ምግባር ጥራሕ ተሓባበረና ናይ ቀረባ ዘመድኪ እንተ ሞይትኪ ከኣ እቲ ዋጋ ፌር ንገብሮ ናይ ዓሚል ጸገም የለን። ንሱ ደኣ ናይ ግድን ደሓን ኢና ዘለና ዝመውት ኣብ ቀረባ ግዜስ የብልናን። በጃኺ ግደፍና እስኪ ሓሚሙ ማዕራ ዝሓዙ ሎሚ ከይድ ጽባሕ ከይድ እናተባህለ ዓሰርተ ክሳብ ዓሰርተ ሓሙሽተ ዕስራ ዓመት ዝገብሩ እኮ ኣለዉ። ንሱ ደኣ እወ። ገሊኦም እኮ ጽቡቅ ኣለዉ እንዳ በልካዮም ስቱኽ እዮም ድብሉ ደለዉ።
እንታይ ደኣ እዚ እናፈለጥኪ ሃለውለው ትብሊ ሕጂ በጃኺ ኢለኪ ዓሚል ክሰምዕ ህግደፍኒ። እዋይ ደሓን በል ሕራይ እዚ ኩሉ ኮለል ኣቢልካናስ ሕራይ በል ደሓን ቻው ጥራይ ቻው።

እቲኻ ትኾን ኢኻ መን እሞ ሽምካ ሽመይ ሽመይ ዳ ቶምቦሳ ወልደ ጨጊር ማጉላ በሃል
ቶምቦሳ ወልደ ጨጊር ማጉላ እስከ ወደ
እወ እወ ግን ቶምቦሳ እዚ ኣቕሪብካዮ ዘለኻ ወረቐት ናይ ስራሕ ሙላእ ኣይኮነን ዘሎ እንታ ንርኣዮ እንታይ ማለትካ እዩ ወረቐት ናይ ስራሕ ሙላእ ኣይኮነን ክትብል ከለኻ ክልተ ወረቐት እኳ ይህበካ እወ እንተ ወረቐት ግን ክእለትካ ብዝርዝር ኣይገለፅካዮን ዋላ ሓንቲ ነገር የብሉን እዚ ዋይ
ኣንታ ንርኣዮ ሓወይ ክእለትካ ምጥቃስ ዘድሊ ዘይመሰለኒ ዘይነገርካኒ እኳ
ኣነ ዳብ እንታይ ነግረካ እዚኣ እኮ ብጀካ ሽምካ ስራሕ ከም ትደልን እምበር ቴሌፎንካ ይብሉ ኣድራሻኻ ይብሉ ኣበይ እሞ ክደልየካ ኣበይ ክረኽበካ ንዓኻ ኣይ ኣንታ ቴሌፎን ኣድራሻ ምን ኣይገበርኩሉን ኣንታ እዛ ተህዋኽ እንዲያ ተራርር ኣያ ሓወይ ተብተብ እኮ እያ በቃ ኣበይ ከም ተእትወኒ እዛ ተህዋኽ ዚ ዋዒ ዋዒ ዋዒ ሸልኩ ዶ ሸልኩ ኣይ እዚ ዶ ደይ እዚ ደሓን ደሓን ሕጂ እሞ እንቋዕ መጻኻ ሕጂ እቲ ክእለትካ ከመይ ከመይ እዩ ዝኸውን ዘሎ? ግርም ክእለተይ ንርኣዮ ሓወይ ከመይ ዝኣመሰለ ግጥምን ዜማን ናይ መልቀስ እየ ዝሰርሕ ኦ ጽቡቕ እዋ ግን ኣብ ዜማ ዲኻ ዋላ ኣብ ግጥሚ ኢኻ ዝያዳ ተድምዕ? ኣብ ክልቲኡ
ንኽልቲኡ ድልድል ከም ስነ ኣድጊ ብማዕረ እየ ዝኸዶ ሓወኻ ኦ እወ ኣብ ክልቲኡ ግርም እየ ደድምዕ። ጽቡቕ
እስኪ ቅድሚ ሕጂ ዝሰራሕካዮ ኣሎ ዶ? መሊኡ ክንደይ እሞ ክትብሎ ኢኻ ገሊኡ ንኹነታት ናይቲ መዋቲ ርኤ ባዕለይ ዝደርሶ እዩ ባዕለየ ደውጻሉ ዝበዝሕ ግን ድጋም እዩ ድጋም ድጋም ክትብል ከለኻ ከመይ ማለትካ እዩ
ድጋም ክብል ከለኹ ደኣ ኣለካ እንደዞም ናይ ቀደም ንፉዓት መላቐስቲ እዋ። ንሶም ዘልቀስዎ መጽናዕቲ ገይረ ኣምጺኤ ኣነ ከኣ ብወገነይ ኣቦቕቡቕ ኣቢለ ኣቦቕቡቕ ኣቢለ ልቢ ከብዲ ከም ዝበልዕ ገይረ ንዓማዊለይ የቕርቦ። እሞ ኣብቲ ዘቕረብካዮ ሰብ ከመይ ተቐቢልዎ? ከብዲ ሰብ ዝበልዕ ዶ ነይሩ? እዋእ!
መርኣያ ሓወይ ናብቲ ገዲፍካ ተዛረብ ኣነ መልቀሰይ ከቕርብን ህዝበይ ጫ ጫ ጫ ጫ ብዝብልን ሓንቲ ተባላዕ ይብለካ ኣለኹ ዋ በየን መትሓዚ ተኣበድ እንተልካያ በየን ክትእበድ ሰበይቲ
ንዓባ ግደፍ ተበልካያ ሰብኣይ በየን ክገድፍ ፈልፈልዩዋ ተዛረበሉ
ሓንዚዙ በቃ ባቃ ባቃ ከምዚ ርኢና ይንፈልጥ እንዳዎ ኣብ ዝኾነ ስኻ ተቕርቦም መልቀስ ድዩ ከምኡ ቆይ ኣንታ ንርኣዮ እናፈለጥካ ኣብ ገለ ገለ እዩ እምበሪ ኣይትበዝሕ ዳ በርበረ ዓጢንካዮም እኳ ዘይነብዑ ዋታ ከመይ ደይ ማታ ናይ ብሓቂ እየ ድብለካ ዘለኹ ዋታ ሰብ ልቢ ሰብ ትፈልጦ እንዲኻ ሎሚ ተሪሩ እኳ ከውሒ እኮ እዩ ኮይኑ ከውሒ ኣነ ከዓ ገሪምኒ እኮ ይፀኒዮ
ይገርመካ ወ ወይለ ኣብ ኩሉ ደኣ ከመይ ከምኡ ክርከብ ደሓር ከዓ እንታይ ድዩ ኮይኑ ምስለካ ንርኣያ ሓወይ ወላ እቲ ንደግሞ ዝብለካ ናይ መልቀስ ግጥምን ዜማን ሲ ሓደ ዓይነት ኮይኑ ተመሳሳሊ ኮይኑ ዝመለሳ እናተሳእኖ በጃ እወ ግጥሚ ዜማ ሓደ ዓይነት ትኾን እሞ መፍለይ ትስእነሉ እወ በቃ ልክዕ እሱ እንድዩ ሓደ ዓይነት ኮይኑ። እዋይ በል እስኪ ካብቲ ድጋም እስኪ ገለ ገለ እስማዓኒ።
ኣይ ከምኡ ሓይሽ ኢልካ እወ
እሞ እምበኣር እም፣ እስታይ ክንገብር እወ ሓንቲ ግጥምላ ንሓደ ጅግና ኤርትራዊ እንድያ ተባሂላ እታ መልቀስ እወ። ኣብ ቆብሪያ ተለቂሳ እወ ኣነ ከኣ ዋላ ንሓደ ማንም ካቲቦ ዝነበረ እንድየ ደልቅሳ እዋ ኣታ ኣነ ክጅምርን ከምዛ ዝበላዕካያ ናብ ስትሮ ኩላ ሆ ትብልን ሓንቲ እያ በቃ ሕጂ ኣብዚኣ ኣላ ሞሳ ከምብበልካ እንድየ
ግን ርኣይ ሓወይ ኣይትሓዘለይ ኣነ ኣብኡ ከለኹ ምበልኩልካ ዶ ነይረ ግን
ኣብቲ ስምዒት ቃትለኒ
ኣብቲ ውሽጢ ሓዘን እዩ እወ ኣብቲ ውሽጢ ሓዘን ክኸውን ከሎ ርኢኻ ኣለካ ኣብቲ ስምዒት ናይቲ ሓዘን ምስ ኣተኻ
በቃ በዚ መፅኡ ይብሎ እየ ተረር ተረር ተረር ተረር ተረር ይደብሎ በቃ ወሽም እናቀያየርኩ ሽም ናይ ነፍሲ ወከፍ መዋት እናእተኹ እቲ ብዚ ዘሎ ግጥሚ እብሎ ሕጂ ግን ኣይተሓዘለይ እንዳንቦብኩ እየ ደሓን ደሓን ኣንብቦ እንዶ እንታይ እዩ እወ
ሕራይ እምበኣር ግርም እዚኣ ንጅግና ኤርትራዊ ሎሬንሶ ታእዛዝያ ተለቒሳ። ንዑ'ያ ተባሂላ። ወየ ወየ ወየ መዓስ ሞይቶም ዶክተረ ሎሬንሶ ሎምስ ንኤርትራ ደኣ ከነልቅሶ ንሓማሴን ንሰራየ ደኣ ከነልቅሶ ንባጽዕ ንመታሕት ደኣ ከነልቅሶ ንባጽዕ በሪ ዓረብ ማሮሶ ኣንታ ወዲ ታእዛዝ መዓር እሶ ኤርትራ ዓድኻ እንተ ትምለሶ ከታርን ወራርን መዓስ መካወሶ ሃገር ምድሓነ ካብ ሓልካሶ ሓደራ ምጸና ንዓ ተመለሶ ምኽርኻ ሃበና ልብና ረስርሶ ቀይሕ ባሕሪ እንተ ትሕንብሶ ኣንበርን ገበልን ከይመላለሶ ንኤውሮጳ ሃገር ንስኻ ትገሾ

ብጣዕሚ ጽቡቕ እወ። ጽቡቕ ክሳይ ኣለካ እዚ ናትካ እውን ብምንታይ ደ ፈትዮ ካብ ውሽጢ ካብ ውሽጢ ልብኻ ካብ ከብድኻ ኢኻ
ወይ ዳ እንታይ ደይ ክብለካ ጸኒሐ ወረ ሕጂ እቲ ጫቕጫቕ ስለ ዘየለ ቁሩብ ኣብ ስምዒተይ ኣተኹን እምበር ኣታ ኣብቲ ማእከል መልቀስ ምስ ኣተኹስ ካልእ እየ ድቕየር ባ ካልእ ካልእ እየ ዝቕየርዋ እንታይ ትብል ሜዳ በቃ ሕጂ እቲ ኣድራሻኻ ሒዘዮ ኣለኹ እንዴ እወ በቃ ኣብዚ ሓፂር ግዜ ክድውለልካ እየ ነዊሕ ብሓባር ክንሰርሕ ኢና እምበር ናይ ግድን ክፅበየካ እየ ግድን ግድን ንረኣዮ ሓወይ ክፅበየካ እየ ሞት ኣ። ክንዲ ሎሚ ይበዝሐን ዶንጊኒ እወ ትበልካ መፂኻ ከዓ ሻህን ሰቲ ንኽእል ኢና ነዕልል ካልእ ካልእ ናይ ስራሕ ምልውዋጥ ከዓ ንገብር ሕራይ እሺ

ብዛዕባ መልቀስ ድዩስ ዘይተፈትሐ ሕልምለኪ? ኣይ ኩሉ ኣይኮነን ናይ ድምጺ ገሊኣ ክሰርሓለይ ደልየ። ኣሃ
እሞ ከም መላቐሲት ክትቁጸሪ ደሊኺ ኣለኺ ማለት እዩ። ከምኡ ዘይኮነስ ደርፊ ክሰርሓለይ እምበር።
ወይለይከ ንርኣዮ ከድኣ ደርፊ ዝሰርሕ ድዩ ዋትዚኣ ብሓዳሽ ዘይፈለጥናያ ሞያ። ኢሂ ሓዲስካ ደሓን ሕጂ ትሰምዖ። ፐሊስከ ከመይ ይሕራይ ኣንታ ዘይፈለጥናዮ ብዙሕ ነገር እዩ ዘሎ ማለት እዩ። ከምቲ ትፈልጦ መቸም ድምጸይ ሕብሩ ተመሓይሹ ምዉት እዩ ዘተስእ። መጉረ ከምዚ ናተይ ኣብዚ ስራሕ ክጅምር ኢኺ ደሊኺ በልኒ። ኣይኮነን ግጥሚን ዜማን ናይ ደርፊ ክስርሓለይ እየ ደልየ። ኣንቲ ማክዳ
ንርኣዮ ደኣ እሞ መብዛሕትኡ ስርሑ ኣብ ምልቀስ ዘተኮረ እንድዩ ግጥሚ። ሓደ ሪትም እኮ እዩ ብዙሕ ዘይስሕበካ። ኣነ ግን ውዱእ ደርፊ እየ ደልየ። እሞ እቲ ደርፊሲ ውዑይ ድዩ ዋላስ ከምዚ ዝሑል ደርፊ ክደልይኺ ዘለኺ? በዚ ሎሚ እንታይ ዝኸውን ዝሑል እዩ ዘየድሊ ውዑይ ንሰባት ተብተብ እንዳበለ ዝዕብድ እምበር። ኣንቲ ማኩ እሞ እዚ ትብልዮ ዘለኺ ድኣ ንርኣዮ ኾእሎ ድዩ? ኣብዚ ግዜ እዚ ዝኾነ ገጣማይን ዘያማይን ዝኾነሉ ግዜ እንዲና ዘለና ንንርኣዮ ኸኣ እሞ ዝቐለለ እዩ። ስምዕኒ እንዶ ከመይ ጌርኪ ኢኺ ቃሊልክዮ ዘለኺ? ዜማ እኮ ንመዋእል ኣብ እዝንኻ ተሰዂዑ ክነብር ክኽእል ኣለዎ። ኣዚኻ እምበር ተገዲስካ ንመዋእል መጉረፉ ንሰሙን ንወርሒ ስመይ ባልባል ተይላ ይኣኽለኒ እዩ ድሕሪኡ እንታይ ይደሊ ኣነ። ስምዑ እንዶ ማኩም ነባሪ ስራሕ ክትሰርሒ ይደለኽን ማለት ድዩ? እቲ ነባሪ ስራሕ ቀስ ኢልና ነርክበሉ በጃኻ። ግርም በሊ ሕራይስኪ የሳልጠልኪ። ዋእ ብሕቶ መዓንጣይ መሰውጻኻንስ የሳልጠልኪ ትብል።
ኣንታ እንታይ እየ ኮይኑ እዚ ሰብ ሎሚ ሕቶ ዝጸልእ ሓቲትካ ሰሚዕካ ጥራይ ተኸይትኾንካ ደኣ ጸልኦወ ንደዋወል ጥራይ እራይ በል እስከ ብሎ መዓልቲ
ማክዳ
ሓይ ማክዳ እንታይ ክሕግዘኪ ሕጂ ኣብ ድምፂ ብዙሕ ምምሕያሽ ገይረ ኣለኹ

በል እዚ ኣነ ፍጹም ሰሪሐዮ ኣይፈልጥን እየ ውይ ኣታ ተኾንካ ኢኻ ወደይ ኩሎም ብድፍረት እንድዮም ዝሰርሑ ዘለዉ እሞ ኩሎም ብድፍረት ሰሪሖም ኢልና ንሕና ኣብ ዘይስራሕና ይናቱና ውይ በጃኻ ብድፍረት ፈትነኒ ምሽ ብለካ ኣለኹ
ኣብ ፈተና ይናቱና ንሕና እታ ትከኣለና እዛ ናይ መልቀስ ስራሕና ሰርሕና ዶ ተተይ ንብል ካልእ ነምፅእ እዚ ዝኸውን ኣይኮነን። ኣታ ተለምን በጃኻ። እዋ ስምዕኒ እንዶ ኣነ ዘውጻእክዎሲ እንታይ እዩ ክጥዕም እንታይ እዩ ክጥዕም እስኪ። ኣብ ኢንስትሩመንት ምስ ኣተወ ፈጺሙ ይግጠምኒ ቤላ ክመጽእ እዩ ኣታ ሓራይ በለኒ። እውውውው ኣነ ዘይኮን ሰሪሐ ሽመይ ከባላሹ እዩ ደልኒ።
ሎሚ ሎሚ ሰሚዐ ሽሙ ክዕቅብ ዝደሊ ሰብ ዘይከውን ሰሪሕካ ሽምካ ምብልሻው ጽቡቅ ድዩ? ስራቅ ጽቡቅ ኣይኮነን ሓቅኻ ኢኻ። እሞ እንታይ ናብ ጽቡቅ ዘይኮነ ነገር ክሰርሕ ትደፋፍእኒ? ኣነ ደኣ ወዲ ዘተመሰለልካ ኢለ። ኖኖኖኖ ኣነ ሽመይ የገድሰኒ እዩ። እውይ ኣታ እዞም ገሊኦም እኮ ሽሞም ኣብ ሩካን ከኣልክዋ ድሕር እኮ እዮም ዘይብሉ። ይፈልጥ
ጌሮሞ ኢልካ ደድሕሪ ጌጋ ምኻድ ጽቡቅ ኣይኮነን ሽምካ ኣባላሺኻ ስራሕ ምብልሻውካ እቲ ዝዓበየ ጌጋ እዩ። እዋ ዓሻ ገንዘብ እኮ እዩ ገንዘብ ካብ ደልዩ ዝግሕጥ እዋ ገንዘብ ጥራሕ እዩ ዘገድሶም ማለት ድዩ? እወ ገንዘብ ጥራይ እዩ። ካብዚኦም ይሰውረና ካብ ከምዚኦም ይሰውረና ኣምላኽ። ኣሜን እወ ሰውረና። በል ናብቶም ደፋራት ድዮም ናብቶም ዝኽእሉ ናብ ሓዲኦም ክንከይድ። እዋ እንታይ ኢልና ክንዛረብ ጸኒሕና ሕጂ ተኺኢልኪ ናብቶም ዝኽእሉ ኢኺ ክትከዲ ዘለኪ ሕራይ። ሓቅኻ ኢኻ እቲ ዝኽእል ይሓይሽ። እወ
ከክእለትናን ዘዝምልከተናን እንተሰርሓና እዩ ጽቡቕ። ሕጂ ኺድ እየ ሳልጠልኪ። ኣሜን ዓቕመይ ኣይኮነን ምባልካ ግን ዝያዳ እንድየ ፈትየካ።
እወ ዘይዓቕምኻ ዓቕመይ እዩ ዘይትኽእሎ እኽእሎ እየ ምባል እኮ ካብ ስነ ምግባር እውን ዝረሓቐ ስለ ዝኾነ ኽትጥንቀቕ እዩ ዘለካ። ቻው ጥራሕ የሳልጠልኪ። ቻው በል።